ፈራይ ኦፊርካ እተ በልዕካ ጽገብ ተኸዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በልዕኹም ጽገቡ ተኻዲንኩም ሙቕ ወይኹም ኪዱ ክንዲ ናይገይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኸትኩም ይቐኒ መኒ ናይገ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መደባት እዋናዊ ጉዳይ ትከታተሉ ዘለኹም ዝኸበርኩምን ዝኸበርክን ከመለኹም ከመለኽን ደሓን ደለኹም ደሓን ደለኽን ዝተፈላለዩ እዋናዊ ትሕዝቶ ሒዝናልኩም መፂና ኣለና ክሳብ መጨረሻ ምሳይ ይፅንሑ ኢኹም ኩሉ የሒዘልኩም መፅእ ዘለኹ እዞም ኣሕዋተይ እዘን ኣሕዋተይ እስከ ብናይ ጓል ኣላሞ ንጀምር ክቡራት ተዓዘብቲ ኣብ እንተይ ደሓን ዲኹም ኣነ ደሕና እየ ባይ ብዙሓት ተጨኒኩም ኔኹም የቐኒለይ ግን ደሓን እየ ኣይትጨነቑ ተሪፈ እየ ካብ ፎቕ ናፅረኹ እየ ወዲቐ እዞም ኣሕዋተይ የኽብረለይ ግን ከይትጭነቑ ኢለ እየ ቪድዮ ዝስርሓልኩም ኣለኹ ግን ደሓኒ። እዛ ትሪእዋ ዘለኹም ጓል ኣሉላ ኣባ ነጋ ዝብል ብቲክቶክ እትፍለጥ ሳምሪ ብዙሕ ግዜ ኣብ ቲክቶክ ሪኢኹማ ትኾኑ ኢኹም። ኣብ ዝሓለፈ መዓልታት ግን ሕማቕ ኣጋጣሚ ኮይኑ ኣብ ፎቕ እንዳ ኣጽረየት እንከላ ጽሬት ወዲቓ ዕድለኛ ኮይና ግን ብሂወት ተሪፋ ኣላ። ሎሚ ካብ ዝተዛረበቶ ዝረኣኹዎ ተንካፊ ቪድዮ ከካፍለኩም ማለት እዩ። ንዓኣ ምሉእ ምሕረት የውርደላ ብሰላም ብጥዕናኣ ሂወታ ናብራኣ እንዳ መረሐት ክትነብር ማለት እዩ እግዝኣብሄር ናብቲ ናይ ቀደማት ሙሉእ ጥዕና ይምለሳ እናበልኩ ንሕና ከኣ በቃ ብዝተኻእለ መጠን ንፋቀር ብፍላይ ኣብዚ ሜድያ ዘለና ሰባት ንናሓድሕድና ክንፋቀር ክንክእል ኣለና ንጽሕፎ ኮመንት ንሰርሖ ቪድዮ ገለ ኩሉ ነገር ብዝተኻእለ መጠን ሰለማዊ ክኸውን ክኽእል ኣለዎ እሞ እታ ሓንቲ ተሕልፎ ዘላ መልእኽቲ እሞ ንስምዓዮ ክቡራት ተዓዘብቲ ማዕረ ክንደይ ነገራት ምስ ሓመምካ ምስ ተጸገምካ ገለሲ ብዙሓት ዘይበርሁልካ ነገር ከም ዝበርሁልካ ክንርዳእ ኢና ላይክ ኣይትረስዑ ሰናይ ምክትታል ሓደ ሓደ ግጫ ኣጠው ከለኹ ብውሽጥስ በይነይ ክኾን ከለኹ ርእሰይ ንሓመመኒ እና ቤት ጭኖ ኢለ እየ መፅኤ ሞር ሞር ልደወልኩም ኢለ እየ ልዐልኩኹም መዓት ሰባት ኣለኹም መዓት ብቲክቶክ ፅሒፍኩም ለይለይ ትምልሰና ድያ ትብሉ ካብ ዝንዕቀኩም ገለ ይኾንኩን ኣብ ከቢድ ስለ ዝነበርኩ እየና ብጣዕሚ ኢለ ይቅርታ ኢለ ልዐልኩኹም ግን ብዙሕ ኣብፅሑለይ ብዙሓት ይድውሉ ኣለዉ ይስእንኑ ኣለዉና ደሓና እየ ዘም ደቂ ዓደይ ተን ፀለትኩም ፀለት ኣሕዋተይ ፈተውተይ ኩለኹም ኤርትራውያን ብኣይ እታ ጠጠው ዝበልኩምለይ ሓንቲ ደቂቃ ተተጨኒቑልካ ስብ እግዚኣብሔር ይሰምዕ እዩና ኩለኹም በቃ ማዕረ ኢኹም ንዓይ ኤርትራውያን ተጋሩ ኣሕዋተይ ማዕረ ኢኹም ብእውነት በቃ ልበደልኩኹምለ ባዕለይ ልበደልኩኹምለ ይቅርታ ዋላ ልበደልኩኹምለ ልበደልኩምለ ይቅርታ በቃ እዚ ንዓይ ካብ ድሕሪ ሕጂ ንፁህ ልቢ ክሕዝ እየ ዝደሊ ደቂ ዓበይቲ ኩሉ ነገር ክልፀለይ ይደሊ እየ ምክንያቱ ካብ ሕጂ ሂወተይ ዝነብሮ ተወደይሲ ሪኢኹም ኢኹም ኣደኦም ክእሉ ሽፎ ተሒዞምና ልወደይ ደልር ስለ ወደይ ክነብርና ኩለኹም ልበደልኩም ይቅርታ በቃ ኩለኹም ልበደልኩም ልተጨቃጨና ልተቃየምና ይቅርታ እዚ ኣብፅሑ ሌላ ኩሎም ካብኡ ልተረፈ ተዛረቡ ብጣዕሚ እየ ዘኽብረኩም ይቅርታ ንኩለኹም
ኩቡራት ተዓዘብቲ ብዝኾነ ምሕረት የወርደላ እንዳበልና ካብ ቪድዮ ናይ ትማሊ ምሸት ዘቕረብኳ ኣብ ዩቱብ ስለ ዘቕረብኳ ኣብዚ ደግሚያ ኣብ ዝኾነ ግን ሕማቕ ረኺባ ምሕረት የወርደላ ካብኡ ከዓ ክንምሃር ኣለና እንዳበልኩ ኩቡራት ተዓዘብቲ ሎሚ ኣዛራቢ ዘሎ ብዛዕባ ናይ ገንዘብ ናይ ኢሎን ማስክ እዩ ኩቡራት ተዓዘብቲ ብመልክዕ ዜና ገይረ እውን ኣቕሪበያ ኣለኹ ሎሚ ኣዛራቢ ዘሎ ገንዘብ ሓጎስ ኣይገዝእን እዩ ቢልዮነር ኢሎን ማስክ። እቲ ዝሃብተመ ሰብ ኣብዚ ዓለም ኢሎን ማስክ ሸሞንተ ሚእቲ ቢልዮን ዶላር ብምብጽሑ ታሪኽ ኣብ ዝስርሓሉ ዘሎ እዋን ሎሚ ዝዘርግሖ መልእኽቲ ውዑይ ኣርእስቲ ዕላል ኮይኑ ኣሎ። ማስክ ኣብ ገጽ ኤክስ ኣብ ዝጸሓፎ ሓጺር ጽሑፍ ከምዚ ክብል ገሊጹ፣ ገንዘብ ሓጎስ ኣይገዝእን'ዩ ዝበለ ሰብ ብዛዕባ እንታይ ይዛረብ ከም ዝነበረ ብሓቂ ይፈልጥ ነይሩ'ዩ። ክደግማ እየ ክብራት ተዓዘብቲ ገንዘብ ሓጎስ ኣይገዝእን እዩ ዝበለ ሰብ ብዛዕባ እንታይ ይዛረብ ከም ዝነበረ ብሓቂ ይፈልጥ ነይሩ እዩ ብምባል እዩ ፅሒፉ ብእንግሊሽ እውን ኣብ ላዕሊ ንሕትለ ፅሕፍቲ ማለት እዩ እዛ እሱ ዝፀሓፋ ፅሕፍቲ መቸም ክቡራት ተዓዘብቲ ምስታ ገንዘብ ሓጎስ ኣይገዝእን እዩ ትብል ኣዘራርባ ብዙሕ ሰብ ዝደጋግማ እትሰማማዕ እያ ሕጂ ብዙሕ ሰብ እዩ ወላ ንኣብነት ኣብቲ ናቱ ኮመንት ይርኢ ነይረ ገለ ሰባት ሓቂ ከኣ ገንዘብ ሓጎስ ኣይገዝእን እዩ ክብልዎ ከለዉ ገለ ሰባት ድማ እቲ ገንዘብካ ሃበና እሞ ክንፍትኖ ይብልዎ ነይሮም ናትኩም ርእይቶ ሃቡ ኢኹም ክቡራት ተዓዘብቲ ኣነ ከም ነሽነሽ ኣብዚኣ ርእይቶይ ክህብ እንተ ደኣ ኮይነ ማለት ሓደ ካብ ዓለም እቲ ዝሃብተመ ሰብ ኢና ንብለኩም ዘለና ገንዘብ ሓጎስ ኣይገዝእን እዩ ዝብል ኣሎ እንተኮይኑ ገለ ዝተራእዮ ነገር ይህሉ መቸም ንክዋዘ ንክብዳዕ ወይ ኣነ ሃብታምየ ገለ ኢሉ ሓፍሓፍ ንክብል ገለ ከምዚ ዓይነት ቃላት ከምዘይዛረብ ርዱእ ነገር እዩ ሓጎስ ንዓይ ከም ናተይ መግለጺ ክቡራት ተዓዘብቲ ሓጎስ ካብ ውሽጢ እዩ ዝርከብ ኣብ ውሽጥኻ ክህሉ ክእል ኣለዎ ገንዘብ ብፍላይ ኣብዚ ግዜ ኣገዳሲ እዩ ሽግርካ ፈትሓልካ እዩ ፀገምካ ፈትሓልካ እዩ ዘሸገረካ ነገር ዘጨነቐካ ነገር ፈትሓልካ እዩ ገንዘብ በይኑ ኣብ ሂወትካ ስለ ዘሎ ግን ምሉእ ብምሉእ ሓጎስ ዝገብረካ እዩ ክትብል ኣይትኽእልን ኢኻ ሓጎስ ካብ ውሽጥኻ እዩ ኣብ ውሽጥኻ ሰላም ክህልወካ ክኽእል ኣለዎ ውሽጥኻ ሰላም ዘለዎ ክኸውን ክኽእል ኣለዎ ኣብ ውሽጥኻ ሰላም እንተዘይብልካ ማለት ሲ ሰላም ማለት ሲ ክቡራት ተዓዘብቲ ወላ ንኣብነት መንፈሳዊ ሰላም ንኣብነት ምስ ኣምላኽ ርክብ ዘይብልካ ካብ ኣምላኽ ዝረሓቅካ ሰብ ተደኣ ኮንካ ምሻሎ እቲ ገንዘብ ንባዕሉ ናሽጣ ነገር ንክትገብር እዩ ክደፋፍኣካ ኣብ ውሽጥኻ ምስ ኣምላኽ ቅርበት ዘይብልካ እንተ ደኣ ኮንካ እዚ ሓደ ካብ ውሽጣዊ ሰላም እዩ ክብራት ተዓዘብቲ ኣብ ስድራ ቤትካ ሰላም ዘይብልካ እትኮይኑ ምስ ትፈልጦም ሰባት ሰላም ዘይብልካ እትኮይኑ ካብ ሰባት ተፃወቲ ኩዕሾ እግሪ ኣነ ሓደ መን እዩ ተፃወታይ ኩዕሾ እግሪ እንታይ ኢሉ ክብራት ተዓዘብቲ ሃብታማት እዮም ተፃወቲ ኩዕሾ እግሪ ትፈልጡ ኢኹም ሕጂ እንታይ ኢሉ በቃ ሂወትና ሲሉ ካብታ ኩዕሾ እግሪ ንገዛ ካብ ገዛ ናካሊእ እላን ኢሉ ካብታ ገዛኻ እንተ ወፂኻ ኢሉ ተረዲኹምኒ በቃ ካሜራታት ኣሎ ገለ ኣሎ ዝገበርካያ ነገርያ ትዝርጋሕ ኩሉ ሰብ እዩ ብዛዕባኻ ዘውሪ በቃ ናፅነት የብልካን ኢሉ ሓደ ኣብታ ገዛኻ ኢኻ ዝኸፈአ ነገር ኢሉ ሽዑ ኣስተውዕሉ ኣብ ፍቅራዊ ህይወትካ ወላ ሓንቲ ጓል ንዓኻ ትቕርበካ ዘላ ሓንቲ ጓል ምሳኻ ትጅምር ዘላሲ ንገንዘብካ ዳ ተቕርበካ ዘላ ኣፍቂርካ ኣፍቂርካካ ድያ ምሳኻ ዘላ ኣይትፈልጥን መኣስ እያ ገዲፋካ ክትከይድ ኣይትፈልጥን ዘፍቀርካያ ጓል ንኸይትምርዓዋ ንገንዘባ ኢልካ ንገንዘብካ ኢላ ቀሪባካ ከይትኾን እሞ ፍርቂ ገንዘብ ተማቒላ ፈቲሓትካ ከይትኸይድ ትፈርሕ ሃልዋት ኣይኮነን ካብታ ሜዳ ወፃኢ ህይወትና ጽምዋ እዩ ይብሉ ብዙሓት ሃብታማት ነብሶም ዘጥፍኡ ትፈልጡ ኢኹም ስለዚ ኣብ ውሽጥኻ ሰላም ዘይብልካ እንተኮይኑ በቃ ሓጎስስ ባዕልካ ትፈጥሮ ኮይኑ ስማዓኒ ብፍላይ ሕጂ ኣነ ብልቢ በኩም ኣለኹ ኣነ ብዙሕ ምሽ ትርኢ ብዙሕ ትዕዘብ ገለ ሰብሲ ኣብ ውሽጡ ሰላም እንተዘይብሉስ ክስታይ የብሉን ትብል በቃ ከምዚ ሕጉስ ክኸውን ኣይክእልን እዩ ትብል ማለት እዩ ኣብ መዓስከር ከለኹ ኣብ ትግራይ ማለት ሕጂ ኣብ ዓዲ ኣብ በዓል ዓዲ ሓርሽ ከለኹ ኣብ ኤውሮጳ ዘለዉ የዕርኩትካ ገለ ክትረኽቦ ከለኻ ብኣ ኣብኡ እምበር እንጆይ ግበሩ ሂወት ይብሉኻ ሽዑ ስትግረም ብኣታ ክንደይ ዘይኮኑ ዝዛረቦ ኣብ መዓስከር ኮይና ክንሕጎስ ደልና ኣለዉ እሶም ኣብ ኤውሮጳ ኮይኖም ዘይበፅሕናዮ ዲ ኮይና ገለ ትብል ኤውሮጳ ምስ በፃሕኻ ክትሪኦ ከለኻ ግን ገለ ትብል ህይወት ሲ በቃ ዕግበት የብልካን በቃ ህይወት ዕግበት የብላን እዚ ሕጂ ከም ዝብል ዘሎ ገንዘብካ ሃብ ገንዘብካ እ፣ ደርቢ እ፣ ምሽ ትብሎ ኣለካ እንታይ ኣምሲ ዶ ክድርቢ ፍርሒ እንዲ ገንዘብ ንባዕሉ ፍርሒ እኮ እዩ ዝረኣልካ ርእሰ ምትእማን ጥራይ ዝፈጥረልካ ከይመስለኩም ፍርሒ እውን ዝረኣልካ እዩ ቀዳማይ እንዲ ዘሎ ተኻልኣይ ዘሎ ከይበልፆ እቲ ሳልሳይ ዘሎ ከይበልፆ ዝንኡ ከይስእን ሃብታም ነይሩ ዝጠፍሹ ከይበሃል ክንደይ ሃብታም ድዩ ሃብታም ነቲ ዘለዎ ኣስተውዕሉ ነቲ ዘለዎ ሃብታም ሰብ ነቲ ዘለዎ ስቕ ኢሉ ክውስኽ ዝሓድር ሰብ እምበር ሰብ እኮስ ገዛ ግዝእ ኣቢሉ መኪና ግዝእ ኣቢሉ ሓዳር ግብር ኣቢሉ ንእሽቶ ትካል ከፊቱ እኮ ክነብር ምኽኣለ ግን ካብኣ ካልኣይቲ ትካል ይደሊ ዓቢ ፋብሪካ ክውንን ይደሊ ከይጠፍሽ ብጣዕሚ እዩ ዝፈርሕ ከይስእን ብጣዕሚ እዩ ዝፈርሕ ንድሕሪት ተመሊሱ ከይበሃል ብጣዕሚ እዩ ዝፈርሕ ተረዲኹምኒ ስለዚ እንታይ ማለት እዩ ክብራት ተዓዘብቲ እዚ ማለት ነጊረኩም እየ ገንዘብ ሽግርካ ፈትሑ ፀገምካ ፈትሑ ብሰንኪ ገንዘብ ዘይምህላውካ ካብ ሰብ ትንፀል ኢኻ ሰብ ንዕቐካ እዩ ዝጠቅም ዘይጠቅም ሰብ ምክሓልካ እዩ እስኻ ዘይረኸብካዮ ነገር ምስ ረኸበ ሰብ ብላዕሊ ሓፍሓፍ ብለልካ እዩ ገንዘብ እንታይ እንታይ ይገብር ንዓይ ጠፊእኒ ማለት ኣይኮነን ግን ገንዘብ በይና ገንዛብ በይና ስለ ዘላትካ ሓጎስ ትገዝእ ማለት ኣይኮነን ዘረባ ኣብዚሑ እንተኮይኑ ኣብቲ ኮመንት ባዕልኹም ዝጎደለ እዝኒ ኣርምሉ ኢኹም ገንዘብ በይኑ ግን ሓጎስ ክገዝእ ኣይክእልን እዩ ስለዚ ቅልል ኢልና በቃ ምሻሎ ንስራሕ ስርሕ ክትክእል ኣለካ ጥዋዕዋዕ ንበሃል ኣብ ነብስና ንእመን በጥ ኣይንበል ንወናጨፍ ገንዘብ ንክረክብ ፃዕርታት ንግበር ክሳብ ክንድኡ ፀደፍደፍ ክሳብ ክንድኡ ሃተፍተፍ ክሳብ ክንድኡ ሃነፍነፍ ግን በቃ ኣይንበል ዝተረጋግእ በቃ ባላንስ ምሽ ኣሎ ዝተረጋግእ ናብራ ዝተመጣጠነ ናብራ ክንነብር ንፈትን ንፅዓር ያ ናተይ ርእይቶ እያ ክብራት ተዓዘብቲ ናብቲ ካልእ ዜና ከስክረኩም ያ ናተይ ርእይቶ እያ ብልቢ በቃ ኖርማል ኮይና በቃ ንንበር ብዙሕ ኣይንጨናነቕ በቃ ውሽጥና ሰላም ይሃለወና ኣብ ውሽጥና ሓጎስ ይሃለወና ገንዘብ ንምርካብ ከዓ ንስሓር ንስራሕ ንፅዓር በቃ ካልእ ተረጋጊእና ንንበር ስሙ ኣሕዋት ብዙሕ ኣይንጨናነቕ ብዙሕ ፀደፍደፍ ኣይንበል እዚኣ መልእኽቲ ክሕልፍ ደሊ ንኺድ ምስ ገንዘብ ምትሓዝ ኣለዎ ኣርእስቲ ሃቡ ክቡራት ተዓዘብቲ
ከምዚኦም ዓይነት ሰባት የጋጥምኹም ወይ ከዓ ትሰምዑ ዶ ትህልዉ ብራዘር ቅርሺ ይሃሊኻ ገንዘብ ይሃሊኻ እምበር እታ ዝደለኻያ ጓል ናብ ኢድካ ተእትዋ ኢኻ ኢሎምስ ቪድዮ ይሰርሑ ልገርመኩምስ መኸርቲ ዓይነታት እዮም ኣብ ዩቲብ ኣለዉ ቲክታክ ኣለዉ ዘተ ብዙሕ ሰብ እዩ ከምኡ ዝብል ብዙሕ ሰብ ከምኡ ኢሎም ቪድዮ ዝሰርሑ እዮም መንእሰይ ገንዘብ ጥራይ ይሃልወካ እምበር ድላይካ ጓል ኣብ ኢድካ ተእቱ ኢኻ ይብሉ እዮም
ካብኡ ኣነ ክኣ ናብ ኮሜንት ኣትየ የንብብ እየ ሼር እውን ኣለኩም ላይክ እውን ብጣዕሚ ብሽሓት እዩ እና እናተገረምኩ ነይረ ብዙሓት ደቂ ተባዕትዮሲ ቅርሺ ስለ ዘለዎምስ ዝደልይዋ ጓል ዝረኽቡ እዩ ዝመስሎም ቅርሺ ኣቕሓ እዩ ዝገዝእ ገንዘብ ኣቕሓ እዩ ዝገዝእ ኣቕሓ ከዓ ኣገልግሎት ይውድእ እዩ መኣዝ እዩ ዘይፍለጥ እምበር ኣገልግሎት ይውድእ እዩ ብድሕሪኡ ከኣ ካልኣይ ገንዘብ ኣውጺኻ ኢኻ ትገዝእ። እታ መስተውዓሊት እታ ለባም እና ብርኽቲ ዝኾነት ናይ እግዚኣብሔር ሰብ ግን ትረኽባ ብገንዘብ ኣይኮነን ብቅርሺ ኣይኮነን እና ልገርመኹም ኮሜንት ልህቡ ይኹኑ ላይክ ልገብሩ ይኹኑ ልበዝሖ ክርስትያናት እና ልብሉ እዮም መፅሓፍ ቅዱስ ዝኣምኑ እዮም እና ጓል ኣስተዋይ ሴት ከእግዚኣብሔር ዘንድናት ይብል መፅሓፍ ቅዱስ እምበር ኣስተዋይ ሴት ብ መስተውዐሊት ጓል ኣንስተይቲ ካብ ቅርሺ እያ ኣይበለናን ኣየንበብናን ኣይሰማዕናን እውን እና ብቅርሺ ጓል ኣንስተይቲ ትግዛእ ልመስለኩም ብዙሓት ኢኹም ዘለኹም ማለት እዩ ነገረመኒ ስለልነበረ እዩ ኦኬ ሕጂ ናብዚኣ ምፅኦ ክብራት ተዓዘብቲ ናበይ ተመለሱ ናብታ ናይ ተፃወቲ ኩዕሾ እግሪ ዝበልኩኹም ብዙሓት ተፃወቲ ኩዕሾ እግሪ ድሌቶም ሞዴል ይሕዙ ኣብ ዓለም ዘለዋ ህቡባት ይሕዙ ወይ ህቡባት ወይ ገንዘብ ዝሕዙ እቶም ኣብ ሜዳ ንሪኦም ንሕና ማለት እዩ ወይ ደረፍቲ ወይ ተዋሰእቲ ገለ ገንዘብ ስለ ዘለዎም ገለ ማለተይስ ሞዴላት ክሕዙ ኣዋልድ ጽቡቓት ዝበሃል ኣዋልድ ክሕዙ ምሽጥሪ እዩ ንዕኡ ርኢ እዩ ሰብ ይኸም ዝብል እምበር መጽናዕቲ ኮይ ተኻይደን ብመጽናዕቲ ኮይ ተረጋገጸ መጽናዕቲ ገይሩ ኩለን ኣዋልድ ገንዘበን ዝፈትዋ ኢሉ መጽናዕቲ ኮ የለን ድሓር ከዓ ገሊአን ደቂ ኣንስትዮ ከዓ ስቆም ኢልክ ትዛረብ ኣለኺ ገሊአን ኣብ ኮመንት ገለ ገንዘብ ዘይብሉ ወዲ እንታይ ዓብስ መኪና ዘይብሉ ወዲ እንታይ ዓብስ ድኻ ደኣ እንታይ ዓብስ ገንዘብ ዘይብሉ ደኣ ጾመይ ድዩ ክሕድረኒ ዝብላ እንዳበዛሓ ስለ ዝመጻ እዩ ብዙሓት ደቂ ኣንስትዮ ከምኡ ክብላ ርኢኹም እንትኾን ኢኹም ሕጂ እቲ ሰብ ከምኡ እንዳሓሰበ መጽእ ገንዘብ ጥራይ ይሓዝ እምበር ድላየ ጓል ክሕዝ ዝኽእል እየ ድላየ ጓል ክትመፀኒ ትኽእል እያ ይብል ማለት እዩ ሕጂ ናበይ ንምፃእ ናብታ ናይ መፅሓፍ ቅዱስ እንታይ ትላላ ዝሓፍትና ለባም ጓልሲ ካብ ኣይ እንታይ ክነበላሽ ኢና ለባም ጓል ድሓን ካብ ዝግሄር ንበላ ንበላ ሽዑ እቲ ገንዘብ ምስ ሓዝካየ እዩ እኳ እቲ ክስታይ ዝመፅእ እቲ ምጥርጣር ዝመፅእ ኦኬ ገንዘብ ሒዝካ ሽዑ እታ ዝፀበቐት ጓል ኣንስተይቲ ገንዘብ ጌርካ ሓዛ ሽዑ ግን ቀሲንካትኻ ክትሓድር እዩ እቲ ሕቶ። ካልኦት ከይወስድዋ፣ ገንዘብካ ምስ ጠፈሽካ ገዲፋካ ከይትኸይድ፣ ቀሪባካ ዘላ ንልብኻ ሪኣ ዘይኮነስ ገንዘብካ ሪኣ ከይትኸውን፣ ክሳብ መኣስ እያ ምሳኻ ክትጸንሕ? ሽዑ ኣብ ምጥርጣር ትነብር። ስለዚሲ ብገንዘቦም ጽብቕቲ ጓል ሒዞም ርኢኻ፣ ኩለን ደቂ ኣንስትዮ ገንዘብ እየን ሒዘን እየን ምሳኻ ዝነብራ፣ እንተለካ ጥራይ ዘይኮንካ ክትብል ዘለካ፣ ክሳብ መኣስ እየንከ ምሳኻ ክነብራ? ብዝተኻእለ መጠን ለባም ጓል ኣንስተይቲ ኢኻ ክትርኢ ዘለካ። ኣብዚኣ ንምጻእ። ኩሉ እዚ ምትእስሳር ኣለዎ ብሕፅር ዝበለ መስተውዐሊ ወዲ መስተውዐሉ ጓል ትወሃቦ፣ ለባም ወዲ ለባም ጓል ትወሃቦ፣ ሰራሕተኛ ወዲ ብስራሕ ተኣምን ጓል ኣንስተይቲ እያ ትወሃቦ እምበር ቅርሺ ስለ ዘለካ ኩሉ ነገር ትገዝእ ዝመስለካ ተኮይኑ ገና ወዲእኻ እኒኢኻ እሞ ቀስ ኢልካ ስብኣይ ይኩን ኢኻ ናይ ስብኣይ ባህርታት እንታይ ከም ዝመስሉ እውን ኣብ ዩቲብ እናጋህፀዕነልካ እየ
ኦኬ ክቡራት ተዓዘብቲ ናብ ገንዘብ ምትሓዝ ዘለዎ ኣርእስቲ ንኺድ ካልእ ሓደ ቢልጌትስ ቢልጌትስ ናይ ዓለም ሃብታም ትፈልጡ ኢኹም ሓደ መዓልቲ ንሓንቲ ጋዜጠኛ ሲ እንታይ ኢልዋ ክቡራት ጋዜጠኛ እንታይ ኢላቶ ዛዕላ ትፈልጡዋ ትኾኑ ኢኹም ብኸመይ ኢኻ ሃብታም ኮንካ ኢላቶ እሱ ድማ ኣውፅእ ኣቢሉ ቸክ ናይ ባንክ ሲ ሓደ ሚሊዮን ይመስለኒ ሓደ ሚሊዮን ሲ ፅሕፍ ፅሕፍ ኣቢሉ ኣብቲ ቸክስ ህንኪ ኢልዋ እዋ እሳ ከኣ ሕቶ እያ ሓቲተካ እምበር ገንዘብ መኣስ ለሚነካ እግለይ ኢላቶ እሱ ከኣ ሪኢኽይዋ ህንኪ ኢለኪ ከለኹ ሓደ ሚልዮን እንተ ሕራይ ኢልኪ ተትቕበልኒ ኔርኪ እታ ቸክ ሕጂ እስኺ ሚልዮነር ኮንኪ ምሃለኺ እታ ሚልዮነር ጋዜጠኛ ምኾንኪ ኔርኪ ኣነ እውን ህንክብ ስለ ዝበልኩኺ ኣብ ቅድሚ ካሜራ ኣይምኣበኹኹን ኔረ ክወስድ እየ ትብሊ ገንዘብ ከኣ ኢልዋ ንትረኽቦ ኣጋጣሚ ንትረኽቦ ዕድል ምጥቃም እዩ ኣባላሽያ ከይኮን እታ ዛንታ ብሓፈሻ ግን ንትረኽቦ ዕድል ገለ ምጥቃምሲ ውን ከሀብትመካ ይኽእል እዩ ሕጂ ናብቲ ገንዘብ ብኸመይ ትረክብ ኢና ንመጽእ ዘለና እዛ እትሪእዋ ዘለኹም ኣብ ዓዲ እንግሊዝ ትቕመጥ ማለት እዩ ብድሕሪኣ ኣውቶቡስ ይሓልፋ ትስእለን እተን ኣውቶቡስ ናይ ዓዲ እንግሊዝ ርእይወን ኬፍ ኣለወን በቃ ትስእለን ኣብ ቲክቶክ ትዝርግሖ ስእላ ከምዚኣ በቃ ትስእለን ትዝርግሖ ፌመስ ኮይና ኣብዚ ሕጂ ምስቶም ትካል እንዳ ኣውቶቡስ ኮነ ምስ ካልእ ትካላት ኣድቨርታይዝ ክትገብር ጀሚራ ፈለወርሳ ዓብዮም እቲ ኣጋጣሚታት ረእዎ በቃ ከምዚኣ ገይራ እያ ዝርግሕ ብዙሕ ከ ኣይትጨነቁ በቃ ኣብዚ ዓለም እዚኣስ ብምንታይ ሓፈልካስ ኣይትጨነቁ በቃ ሃንደበት ሲ ሓሳብ መጺካስ ክትህብቶም ትኽእል ኢኻ እዚ ሕጂ ጸደፍድፍ ኣይትበሉ ርግእ ኢልኩም ንበሩ ርግእ ኢልና ወላ ኣነ ምሳኹም እየ ድኻ እየ ከማኹም እየ ድኻታት ትርእዩ እንተለኹም ማይተ እየ ሃብታማት ትሪኡ እንተለኹም ከኣ ከመለኹም ሃብታማት ደሓን ዘለኹም ግን ብሕጽር ዝበለ ሰብሲ ጸደፍደፍ ክብሉ የብሉን ማለት እዩ ጸደፍደፍ ኣይንበል ተረጋጊእና ንንበር በቃ ሃንደበትሲ ገለ ኣጋጣሚ ኮይኑስ ሂወትካ ክቕየር ይኽእል እዩ እዚኣ ሕጂ ሃንደበት እዚኣ ከምዚኣ ገይራ ትሬ ወን ዝተፈላለየ ኣውቶቡስ እያ ብከምዚኣ እያ ፌሞስ ኮይና ብከምዚኣ ከዓ ኣድቨርታይዝ ክትገብር ጀሚራ ኣትሊስት ሂወታ ይቕየር ኣሎ ምስ ብዙሓት ቻናላት ኢንተርቪው ክትገብር ኣላ ኣብዚ ሕጂ ግዜ ኣዛራቢት ዘላ ኣደ እያ ክቡራት ተዓዘብቲ ብዙሕ ሰብ ብኣምሓርኛ ብትግርኛ እውን ብዛዕባኣ ክዛረብ ሰሚዕኹም ትኾኑ ኢኹም ንሕ ከርእየኩም እየ እቲ ቪድዮ ገለ ካብ ብዛዕባኣ ዝዝረብ ዘሎ ወላ ምስ በዓል ቢቢሲ ከይተረፈ ኢንተርቪው ገይራ በቃ በዚኣስ ፌሞስ ኮይና ነው እቲ ፌሞስ ከዓ ናብ ገንዘብ ብኸመይ ትቕይሮ ሽዑ ትሓስብ ማለት እዩ
ኣሕዋት ሎማዕንቲ ብዛዕባ እዛ ሰበይቲ ክዛረበኩም ደልየ ማለት እዩ እዚኣ ሰበይቲ እዚኣ ኣብ ለንደን እያ ተቐመጥ ቤሚ ሽማ ማለት እዩ ነዚኣ ዘይፈለጥ ዳርጋ ኣብ ዩኬ የለን ኩሉ ሰብ እዩ ዝፈልጣ ክትፍለጥ ዝገበራ ከዓኒ ከምዚያ ቪድዮ እዚኣ ትርእዋ ዘለኹም ከምዚያ ቪድዮ እዚኣ ገይራ ቀሬፃ ባስ እንዳሓለፈት ከላ ቀሬፃ ፖስት ኢላታ በዛ ቪድዮ እዚኣ ጥራሕ UK ብምሉኡ ኣብ ዓዲ እንግሊዝ ዝቅመጥ ብምሉኡ ተፈላጥነት ረኪባ ናይ ባስ ሕጂ ናይ ባሳት ኣድቨርታይዝ ንክትገብር ይጽውዕዋ ገለመልታት ማለት እዩ ኣድቨርታይዝ ናይ ባስ ትገብር ጀሚራ ምስ ብዙሓት ናይ ቢዝነሳት ኮላብሬት ገይራ ክትሰርሕ ጀሚራ ገለመልታት ማለት እዩ ሕጂ ኣምላኽ ሲ በየናይ ማዕጾኻ ይኸፍቶ ኣይፍለጥን እዩ ሓደ ሓደ ግዜ ባዕልና ነቲ ዝህበና ጸጋ ኣምላኽ ዝህበና እንታይ ይበሃል ሲ ባዕልና ብሎክ ንገብሮ ማለት እዩ ብሰንኪ ኮንፊደንስ ወይ ተብዓት ጌርካ ዘይምውጻእ ማለት እዩ ስለዚ ከምዚ ዝኾነ ነገር ከምኡታት ደስ ዝብለኩም እንድሕር ኣለኹም ግን ከዓ ትስከፉ ትሓፍሩ ግን እንድሕር ኣለኹም ኮይንኩም ኣይትሕፈሩ ኖርማል እዩ ተረዲኹም እኔ ውፅእ ኢልኩም ኣዩ ካብቲ ናትኩም ኮንፈርት ዞን ውፅእ ኢልኩም ሲ ዝኾነ ነገር ሲ ፈትኑ ዩ ኖ ዱ ሰምቲንግ እንታይ ሒዘትሉ ንመፅእ ፅባሕ ካልእ መዓልቲ እያ ተረዲኹምኒ ስለዚ ከምኡ ክብለኩም ድለ ከተባብዐኩም ድለ እዛ ሰበይቲ እዚኣ ሕጂ ደረጃ ይበሃላ ነራ ሕጂ ግን ኣብ ዝለዓለ ደረጃ ትርከብ ኣላ ማለት እዩ ብሰንኪ እዛ ዝገበረታ ተግባር ማለት እዩ ስለዚ ያ ሞቲቬሽን ናይ ሎማዓንቲ I took a video and I posted it on TikTok. Didn't think much about it until I received a phone call from my daughter. ያ እትሪእዎ ዘለኹም ምስ ቢቢሲ ዝዛረቡ ነበርቲ እያ

ኣውቶቡስ ናይ ለንደን ጽቡቃት ምዃነን ዓዲ እንግሊዝ ማለት እዩ ወላ ነቶም ትካል እያ ክስታይ ትገብረሎም ዘላ ነቶም ትካል ናይ ኣውቶቡስ ሲ ኣድቨርታይዝ ትገብረሎም ኣላ ሬክላም ትገብረሎም ኣላ ካልኦት ቱሪስት በጻሕቲ ኣብ ዝተፈላለዩ ሃገር ዘለዉ ናብቲ ዘላቶ እሳ መጺኦም ክስታይ ንክገብሩ መፅኦም ቱሪስት ንክገብሩ ንክዛወሩ ትዛረብ ኣላ እቲ ምሕዳር ናይ ዓዲ እንግሊዝ ንባዕሉ ናይ ሎንደን ንባዕሉ እቲ ከተማ ንባዕሉ ሲ እዛ ስደተኛ ወ ስደተኛ ማለት ሲ ጓል ዓዲ እንግሊዝ ፃዕዳ ኣይኮነትን ኦኬ እዚኣ ትሪእዋ ዘለኹም ክብራት ተዓዘብቲ ነቲ ምሕዳር ንባዕሉ ብዛዕባ እታ ከተማ ኣድቨርታይዝ ትገብረሉ ዘላ See the light.
What is more beautiful than that? Isn't that beautiful?
Look.

ሶሪ ኦኬ ሕጂ እዛ ታደ ብኸመይ ሃብቲማ ነጊረኩም ኣለኹ ናይዚኣ ከዓ ስምዑ ክብራት ተዓዘብቲ ናይ ካልእ ከዓ ክዕሎ ብኣምሓርኛ ዝዛረብ ዘሎ ስምዑ ብዛዕባ ዋና እዛ ቾኮሌት
ቻችሁ በየገበያዎቹ አይታችሁታል። ብዙ ሶሻል ሚዲያ ላይ አነጋጋሪ ሆኗል። ከዚህ ቸኮሌት ጀርባ ግን አስገራሚ ታሪክ አለ። ብዛዕባ እዚ ቸኮሌት

ነብሰ ጾርያ ሰብኣያ ስራሕ ንኽረክብ ኣብታ ዓድ ዓረብ ይቃለስዩ ዘሎ እሳ ግን ኣብ ገዛኣ ኮይና ቸኮሌት ትስርሕ ኔራ ካልእ ብቲክቶካ ጌራ ከኣ ቸኮሌት ኣለኒ ግዝኣለይ ትብል ኔራ።
ታዲያ በመላው ዓለም ምግቦችን ሪቪው በማድረግ የምትታወቅ ኣንዲት ቲክቶከር የሷን ቸኮሌት ትገዛና። እዛ ትሪእዋ ዘለኹም ቲክቶከር መግቢ ገለ ሬቪው ትገብር ማለት እዩ ነቲ ናታ ቸኮሌት ገዚኣቶ።

ብዙ ሰው ተቀባበለው በዚ ጊዜ የዱባዩ መሪ ይህንን ሰሙ ወደ ሳራ ሀሙዳ ጋር በመደወል ሼር ልግዛሽ አብረን እንስራ አሏት። ጉዳይ ሃፍቲ ስዑዲ ዓረብ ኣዛራቢ ኮይኑ ኣብቲ ሃገር ኣዛራቢ ኮይኑ ክቡራት ተዓዘብቲ ክሳብ መራሒ ናይቲ ሃገር ረኺቡ ንግዛእ ምሳኺ ኮይና ክንሰርሕ ኢልዋ።

እዛ ቅድሚ ሰሙን ነብሰጾር ኮይና ናይ ገንዘብ ሽግር ነይርዋ ሰብኣያ እንተለኩም በዚ ጫፍ ማለት እዩ ሰብኣያ ስራሕ ንክረክብ ይፅዕር ነይሩ ዝበልናኩም ሰብ ብከምዚ ዝጀመረቶ ነገር ኣብ ውሽጢ ሰሙን ምስ መራሕቲ ተራኺባ ትካል መስሪታ ናብ ዓለም ሙሉእ ንክተከፋፍሎ ማለት እዩ አሁን ዱባይ ቸኮሌት በመላው ዓለም በኤርፖርቶች ውስጥ የማታገኙት ቦታ የለም። ሎሚ እዚ ዱባይ ቾኮሌት ማለት ኣብ ዱባይ በቃ ኩሉ ኢኻ ትረኽቦ ብሕትር ዝበለ

ዕድል ተኣምኑ ሰባት ሕጂ ካብዚ እንታይ ኢና ክንመሃር ንኽእል ሰባ ክቡራት ተዓዘብቲ ዕድል ተኣምኑ ሰባት ሲ እዚ ሓሪፍ ምሳሌ እዩ ሓቂ ምሳሌ እዩ እድል ምንድን ነው ሲባል አጋጣሚ ሲመጣ ተዘጋጅቶ ለሚጠብቅ ሰው የሚፈጠር ክስተት ነው። ዕድል ማለት በቃ ንኣጋጣሚ ተጸቢኻስ ምጥቃም እዩ ነቲ ዘጋጠመ ትጥቀመሉ ክብራት ተዓዘብቲ

ናይ ፅባሕ ፀሓይ እንታይ ሒዛ ትመፅእ ኣይፈልጥን እዩ ዘሎ ክቡራት ተዓዘብቲ ናብ ናኑ ንኺድ ናኑ ቲክቶከር ብዙሓት ፎሎወርስ ዘለውዋ መቸም ትፈልጥዋ ትኾኑ ኹን ቅድሚ ሕጂ ምዃል ኣርእስቲ ናይ ዋዛ ኣምፅያ ነይረ ሎሚ ቁም ነገር ክንዛረብ ኢና እዛ ብላዕሊ ዘላ ስእሊ ትርእይዋ ኣለኹም ዶ ቀደም ኣብ እስራኤል ከላ እዩ መንእሰያ ነይራ እኳ ሽዑ ንእሽቶ ነይራ ማለት እዩ ፀጉራ ርእይዎ ስታይላ ርእይዎ ገለ ብሕፅር ዝበለ ናይ ቀደም ክስታያ ብብዝሒ እዮም ጥወዮም ዕዋላ ነይራ ከምዚ ነይራ ገለ ብዙሕ ኣሎ ናታ ቪድዮ ዘምጽዎ ሸር ዝብልዎ ስእላ ቆሪጾም ምስ ሰባት እንከላ ሸር ዝብልዎ ሕጂ ርግጸኛ እየ ወላቶም ሰባት ሕጂ ኣብ ቲክቶክ ገለ ፌሞስ ስለ ዝኾነት ከባቢ 200,000 ፎሎወር ስለ ዝበጽሐት እዮም ናይ ቀደም ስእላ ምሳና ነይራ እዮም ዝርግሕዎ ዘለዎ እምበር ፌሞስ ተዘይትኾን ነይራ ሕጂ ተዘይትፍለጥ ነይራ ስእላ ኣይምዘርግሑላ ነይሮም ግን በቃ ርእዎ ከምዚ ነይራ ምሳና ኣብዚ ዓይነቱ ማለት እዩ ወይ እዚ ሕጂ ዘላቶ ሕጂ ተቐይራቶ ዘላ ናብራ ዘየሐጉሶም ሰባት ናይ ቀደም ስእላ ናይ ቀደም ህይወታ ናብ ሜዳ የውፅኡ ማለት እዩ ሕጂ ብታሕትላ ርእዋ እስኪ ከመይ ትሓዝ እንድያ ከመይ ክስማዕ እየ እስከ ንርኣያ ዋይ ሓዚና ግዲ ሓዚና ሓዚና ግዲ ናይ ቀደም ኦኬ ክቡራት ተዓዘብቲ ስሒቓትሉ እያ ዘላ ፍሽኺላትላ ኣፕል እውን ትበልዓሉላ ስለዚ ሕሉፍ ሂወት እዩ ወላ ሓንቲ ዘገድስ ኣይኮነን ወላ ሓንቲ ዝስምዓ ኣይኮነን ክቡራት ተዓዘብቲ ሰብ ንሕሉፉ ዘኪሩ ብሕሉፉ ፍሽኽ ክብል ኣለዎ ብሕሉፉ ዘኪሩ ዝዘከርዎ ሰባት ከም ሕማቕ ነገር ርእዩ ክስምዖ የብሉን ማለት እዩ ካልእ ብዙሕ ግዜ ስእልታታት ዝርጊሓ ተሓብኦ ገለሲ ኣይኮነትን ንዓይ ብጣዕሚ ደስ ዝብለኒ እቲ ኣመጻጽኣኣ እዩ ካብ እስራኤል ሕጂ ካናዳ እያ ዘላ ምስ ደቃ ማይቲ ደቃ ጎቢዞም ኣብ ጽቡቕ በቃ ምሻሉ ኣከዳድናኣ ትሪኦ ሕጂ ኩሉ ነገር ትሪኦ ገለሲ ብጣዕሚ እዩ መሳጢ ክቡራት ተዓዘብቲ ብጣዕሚ እዩ ደስ ዝብለካ ንከም በዓል ናኑ ዝኣመሰላ ድማ ኣጆኹም ንፉዓት ኣናብስ ገለ እዩ ክትብለን ዝግባእካ እምበር ቀደም ከምዚ ነይረን ኢልካ ስእለን ተቆኒነን ከለዋ መንእሰያት ከለዋ ገለ ኣምጺኻ ሸር ኢልካ ትርጉም ዘለዎ ኣይኮነን ማለት እዩ ክቡራት ተዓዘብቲ ብዝኮነ ኩሉ ስእልታታ ንዓይ ብጣዕሚ እዩ ደስ ዝብለኒ ደቃ ሕጂ ጎቢዞም እዮም እቲ ቆልዓ ዘለዎ ወዳ እሞ ካብኣ ንላዕሊ ነዊሑ ማለት እዩ በቃ ሓሊፍዋ ኩሉ ግዜ ክትስሕቕ ኩሉ ግዜ ምስኦም ክትስዕስዕ ኢኻ እትሪኣ ማለት ሕጂ ንከምዚአን ዓይነት ደቂ ኣንስትዮ ቅድሚ ዓሰርተ ገለ መለ ዓመት ዝነበሩ ኣምፂኻ ፀጉራ ከምዚ ነይሩ ከምዚ ነይራ ከምዚ ነይራ ምባል ትርጉም ዘለዎ ኣይኮነን ብሕሉፍኩም ክኣስርኹም ዝፍትኑ ሰባት ብሕሉፍኩም ኣይትተኣሰሩ ኢኹም በቃ ሕሉፍካ ንዕኡ ሓሊፍካ ኢኻ ኣብዚ ደረጃ እዚ በፂሕኻ ዘለኻ ማንም ሰብ ፐርፌክት ዝበሃል የለን ዝም ሬዋ እም ሬዋ ሕጂ ዝላቶ ክጽብቕ መዓትና ዝኾነ እግዚኣብሔር ምስ ደቃ ሰላምን ናብራን ሓጎስን ይመልኣላ ሰላም ህይወት ይግበረላ ማለት እዩ ክብራት ተዓዘብቲ እ፣ በቃ እቶም ሕሉፍ ኣምጺኹም ናይ ሰባት ሸር ትብሉ ከዓ ንሰብ ክትጎድእዎ ኣይትኽእሉን ኢኹም ስለዚ ሕሉፍ ናይ ሰብ ኣገዳሲ ኣይኮነን ክብለኩም እደሊ እቶም ብሕሉፍኩም ትእሰሩ ሰባት ከዓ ኣይትተኣሰሩ ከምዚ በዓልና እንዳሰሓቐ ኣፍ እንዳበልዓ ዝርእዮ ነበራ ከምኡ ጌርኩም ነቲ ሕሉፍኩም ሰሓቕሉ ነቲ ሕሉፍኩም ኖርማል ነገር ምዃኑ ርእይዎ ክብለኩም ይደሊ ማለት እዩ እስከ ዓዊታ እንታይ ብላ ንስከ ንስማዓዮ
ኣብ ሂወት ሓደ ነገር ኣሎ ዘይተረዳእኩም ጥሜት ምስ ጠመኹም ወይ ድማ ጥሜት ስጠቢኹም ትፈልጦ ዶ ከረው ኢልካ ትጠምምሽ ምስ በላዕኻ ግን ምስ በላዕኻ ትክዕ በቃ ምስ ምግቢ ምስ በላዕኻ እቲ ጥሜት ተዘኪርኩም ይፈልጥ ኣይዝከረካን እዩ ፍጽም እዩ ዘይዝከረካ በቃ ጥሜት ዝብል ሽም እንድሕር ጸዊዑ መልካ ከማን ምስ ጸገብካ ዋላ ሓንቲ ካብ ዘይዝከሮ ምሽ ማይ ከጸሚእኩም ትፈልጡ ዶ ማይ ምስ ጸሚእካ ምሽ ትጸንሕ ከረው ኢልካ በቃ ሞትኩ ሞትኩ ክትብል ትጸንሕ ማይ ምስ ሰተኻ እንታይ ትኸውን እዚ ዝነበርካዮ ጽምኢ ይዝከረካ ኣይዝከረካን እዩ ዛትስ ዋይ እዚ ኣይተረዳእኩምን ኣሎ እዚ ናይ ናኑ ከም ዝተረዳእኒ ቀደም ኦኬ ዝኾነ ህይወት ነይርዋ ክኸውን ይኽእል ሕማቕ ይኹን ጽቡቕ ይኹን ብዘየገድስ በዚ ስእሊ ከምዚታት ክድህልዋ ይርእየኩም እየ ግን ኣው የላን ሕጂ ኣው የላን ኣው የላን ኣብ ብዙሕ ነገራት ዘይተረዳእኩም ነገር ኣሎ ተረዲኹምኒ ኣው የላን ሕጂ ሕጂ እዚ ናይ ቀደም ከምዚ ይኽ ነይርከ ያ ነይራ ግን ብዙሕ ስምዒት ኣይፈጠርን እኮ ተረዲኹምኒ። ብፍላይ ነዞም ተረርቲ ሰባት ከምዚ ከተውድቖም ትፍትን ገለ ምሽ ኖ ሓሊፎም እኒኦም ወዲቖም ሓሊፎም እኮ እንድሕር ደኣ ወዲቖም ተተሲእኻ እኮ ወዲቕካ ትጸንሕ ምሽ ትወድቕ ምሽ መሬት እንድሕር ደኣ ተሲእኻ ወዲቕካ እቲ ወዲቕካዮ ዝነበርካ ምናልባት ቁስሊ ተገዲፍልካ እቲ ቁስሊ ንክሓዊ ግዜ ትህቦ ምስ ሓወኻ ግን ኣይዝከረካን ሓሊፍካዮ እንዲኻ ሕጂ ንዚ እዩ ዘይተረዳኩም ዘሎ
ያ ሰብሲ ሕሉፉስ የጠንክሮ እዩ ሕሉፉስ እዩ ኣንታ ክንደይ ሰብ ድዩ ክንደይ ክንደይ ፀይሩ ፍሽኺል እንዳበለ ዝኸይድ ዘሎ ክንደይ ፀገም ዘይሰገረ ሰብ እዚ ኣይተረዳኩምን ኣሎ ሕጂ ናና ሓብትና ከ እዚ ህይወት እዚ ኔርዋ ክኸውን ይኽእል እዩ ኣብዚ ሰዓት እዚ ግን ካብዘን ኣብዚ ማስ ሜዳ ንርእየን ዘለና ሕጉሳትን ደስ ዝብላን ከምኣ እንተዝኸውን ኢልና በቃ ኣነ ከምኣ እንተዝኸውን እየ ዝብል በቃ ከምኣ ብጣዕሚ ደቃ ክንደኣ ኮይኖም ካብኣ ቁመት ነዊሖም ኩሉ ግዜ ሕጉስቲ ኮይና ፀገማ ሓሊፋቶ እቲ ምስ ቆልዓ ኮንካ ቆልዓ ምስ ተወልደ ተሕልፎ ስቃይ ግድን ቻለንጅ ኣሎ ቀሊል ነገር ኣይኮነን ደቂ ኣንስትዮ ዝሕልፎ ገለስ እዩ ምሻሎ ብፍላይ ኣቦ ተዘየለ ኣብ ጎድኒ ገለስ ቀሊል ነገር ኣይኮነን ኩሉ ነገር ኣሕሊፈን ቆልዓ ጎቢዙ ትምህርቲ ኣኺሉ ክንደኦም ኮይኑ ሽዑ በይነን ኣብቲ ገዛ ድላየን ክስሕቃ ኣብ ዝኽላሉ ግዜ ምስ በጽሓ ንሕሉፈን ኣምጺኻ ኣዘኪርካየንስ ምንም ኣይስምዕንን እዩ ምክንያቱ ትማሊ ካልእ ቃንዛ እየን ሓሊፈን። ዝኸውን ዓለመይሲ ከምዚ ኢላ ተትግምጠለለይ በቃ እዚ ዘሎ ሕማቕ ሕማቕ ንእሽተይሲ ከምዚ ኢሉ ተገምጢሉሲ ከምዚ ናይ ናኒ እንተዝኾነለይ እየ ዝብል በዚ ኣጋጣሚ እዚ ካብተን ዘደንቐን ኣብዚ ማስሜዳ ዘለዋ ናኒ ሓብትና እያ ኣጆኺ እቲ ሕመቕ ይቀጽል እየ በዚ ዘለኽዮ ጥራይ ለካ
ይቅርታ ንምሕታት እውን ተበዳሊ ክህለ ኣለዎ ክቡራት ተዓዘብቲ እዛ ዛንታ ናይ ሓሙሽተ ገለ እንድያ ግን ቅድሚ ሕጂ እውን ብካልእ ገለ ሰሚዐያ ነይረ እየ ሓዳሽ ኣይኮነትን እቶም ዘይትፈልጥዋ ግን ስምዕዋ ንሰብ ክሳብ ሂወቱ ክትሕልፎ ከም ትኽእል ንሰብ ከይተረዳእካ ክትጎድኦ ከም ትኽእል ገለ እውን መሃሪት እያ ንስማዓዮ ክብራት ተዓዘብቲ ሰላም ቤተሰብ
ቀደም እዩ ተምሃሮ እናሃለና ዕረፍቲ ሰዓት ይኣክል እሞ ሜሪ ዝተባህለት ሓንቲ መሓዛና ካብ ዓቐን ንላዕሊ ትደክም እሞ ንእሽተ ዕረፍቲ ንምግባር ኢላ ኣብቲ ከፍ ኢላቶ ዝነበረት ወንበር ርእሳ ንድሕሪት ከምዚ ኣቕንዕ ኣቢላ ኣብቲ ወንበር ድግፍ ትብል ንእሽተ ውተላ ድቃስ ሸለብ የብላ እሞ ምስቲ ወንበር ክትሰሓሳሕ ኣብ ርእሳ ዝነበረ ናይ ሓሰት ፀጉሪ ወይ ድማ ሁማን ሄር ዝበሃል ካብ ርእሳ ይወድቕ። ናብ ሰዓት እዚ ሓደ መሓዛና ይርኣ እሞ ናብኡ ኢኺ ኢሉ እዙ ናታ ጸጉሪ ወይ ድማ ሁማን ሄር ድንገት ካብቲ ዝወደቐ ልዕል የብል እሞ ልክዕ ዋንጫ ከም ዝዓተረ ሓፍ ኣቢሉ ረእይዎ ረእይዋ ረእይዋ ሜሪ ረእይዋ በርሓያ እንዳበለ ክላስ ሙሉእ ብዓውዓውታ ድምጺ ቅድድ የብላ ማለት እዩ። እዞም ተምሃሮ ድማ ኩሎም መፅዮም ይርእይዋ እሞ ተርእይዋ ሜሪ በራሕ እያ ኣብ ሰዓት እዚ ኩሎም እዞም ተምሃሮ ክስሕቕዋ ክሕጭጭዋ ክቕልድዋ ጀመሩ ኩሎም ድማ በብተራ ከምዚ ይብሉ ሓንቲ መማህርትና ቅርብ ትብል እሞ እንታይ እያ ትመስል ነቐዝ ኢላታ ትሓልፍ ሓደ ወዲ ድማ ምፅእ ይብል እሞ ሬዋ ሬዋ እንታይ እያ ትመስል ዝንቢ እኮ እያ ትመስል ይብል ሓደ ድማ ጓዕማም ጓዕማም በራሕ እናበለው ኩሎም በብዓቕሞም ፀርፍታት የዝንቡላ ኣብ ሰዓት እዚ ሜሪ ኣዝያ ልባ ተሰበረት ሓዘነት በኸየት ንሜሪ ክሕግዛ ዝኽእል ሰብ ክሓልየላ ዝኽእል ሰብ ኣብ ሰዓት እዚ ማንም ሰብ ኣይነበረን። ምንም ኣማራጽ ስለ ዘይነበራ እቲ ዝድብረየላ ዝነበረ መረርትን ንልብኻ ዝጎድኡ ቃላትን ተጻዊራ ስቕ ኢላ ደኒና ትበክን ትነብዕን ነበረት። ንዓኣ ዝሕግዝ ግን ዋላ ሓደ ሰብ ኣይተረኸበን። ናይዞም ተምሃሮ ጭካነ ግን በዚ የብቅዕን። እተው ኢሎም ሒዞምዎ ዝነበሩ መጽሓፍቲ ኩሉ ናብ ዝባና ክውርውርዎ ጀመሩ። ሜሪ ብሓዘን እንትወሓጥ ዝኹሉ መጽሓፍትን ዝኹሉ መርዛም ዝኾነ ቃላትን ናብ ዝባና ክፈስስ ከሎ ንሳቶም ግን ብሓጎስን ብደስታን ይዘሉን ይጫወቱን ነበሩ። እቲ መርዛማ ዝኾነ ቃላቶምን እቲ ዝውርወረላ ዝነበረ መጽሓፍትን ክትጻወሮ ስለ ዘይከኣለት ብሓዘን ተዋሒጣ ክሳዳ ንነብ ቢላ ካብቲ ክላስ ወጽያ ከደት። ሜሪ ከምዚ ኢላ ምስ ወጸት ብጽባሒትኡ ናብ ክላስ ኣይተመለሰትን። ካልኣይ መዓልቲ ሜሪ ኣብ ወንበራ የላን። ሳልሳይ መዓልቲ ሕዚ እውን የላን። እዞም ተምሃሮ ኣዝዮም ይጭነቑ። ኣብ ውሽጦም ድማ ዓብዪ ዝኾነ ናይ ጣዕሳ ስምዒት ይስምዖም። ነገር ግን ሜሪ የላን። እቲ ፀጉራ ኣልዒሉ ሜሪ ረእይዋ በራሕያ እናበለ መርዛማ ዝኾነ ቃላት ዝሽንደየላ ዝነበረ ወዲ ሜሪ እታ በራሕ ፀጉራ ናበይ ከዳ ሳልሳይ መዓልታ ዘየላ ኢሉ እናስሓቐን እናሓጨጨን ነዞም ተምሃሮ ይጥይቖም። እቶም ተምሃሮ ድማ ናይ ሕልና ፀፀት ስለ ዝተሰምዖም ክምልሱሉ ኣይከኣሉን። ኩሎም ጸጥ በሉ። እቶም ተወሰኑ ሕልንኦም ዝወቐሶም ተምሃሮ ተኣኪቦም ተማኺሮም እንታይ እያ ኮይና ገዛ ከይድና ንጠይቕ ተባሂሎም ናብ ገዛ የምርሑ። እቶም ተምሃሮ ናብቲ ናይ ሜሪ ገዛ ምስ ቀረቡ ዝረእይዎ ነገር ክኣምኑ ኣይከኣሉን። ኣብ ኣፍ ደገ ናይ ሜሪ ገዛ ክንድዙይ ዘይበሃላ ኣምቡላንስ መብራህተን እልም በለጭ እልም በለጭ እናበላ እቲ መንደር ቀቢቦን ኣለዋ። ካብ ውሽጢ እቲ እንዳ ሜሪ ገዛ ድማ እቶም ሓኻይም ብጻዕዳ ጨርቂ ዝተጠቕለለ ስከሬን ሒዞም ናፍታ ናይ ኣምቡላንስ ድሕሪት ክጽዕንዋ ከለዉ እዞም ተምሃሮ እዚኦም ተዓዘው። በዚ ድማ ኣዝዮም ተደናገጹ እሞ ነገሩ እንታይ ምዃኑ ከጻርዩ ናፍቲ ገዛ ይኣትዉ። ናፍቲ ገዛ ምስ ኣተዉ ድማ ኣደኣ ንሜሪ ብዓብዪ ሓዘን ተዋሒጣ፣ ንእሽተይ ሓዋ ንሜሪ ኣብ ጓጓኣን ሒዘን እናበኸያ እናሓዘና ይረኽብወን። እቶም ተምሃሮ ድማ ነገሩ ክርድኦም ስለ ዘይከኣለ፣ ካብቶም ተምሃሮ ሓደ እቲ ንሜሪ እቲ ጸጉራ ኣልዒሉ ዝሕጭጨላ ዝነበረ፣ ማማ! ንሕና ሜሪ ናብ ክላስ ክትመጽእ ስለ ዘይከኣለት ሰለስተ ኣርባዕተ መዓልቲ ስለ ዝገበረት እንታይ ኮይና ኢልና ተጨኒቕና ኢና መጺና ሃንደበቱ ቁርጽርጽ እናበለን ቃላት እናሓጸሮን ይጥይቐን እተን ኣደ ድማ ድንገት ዘወር ኢለን እንትጥምትኦም ዓይነን ብበዝሒ ሓዘን ሓዊጡ ነበረ ጎረርአን ድማ ብበዝሒ ብኽያት ለሕሲሱ ነበረ። ከምዚ ድማ በልኦም፣ ሜሪ ጓለይ ካብዚ ንላዕሊ ክትጻወር ኣይከኣለትን። ሜሪ ናይ ከንሰር ሕማም ንብዙሕ ዓመታት ተጻዊራ እያ መጺኣ። ሕጂ ግን ኣይከኣለትን። ንብዙሕ ዓመታት በብመዓልቱ ብስቕታ በዚ ሕማም እዚ እናተሳቐየት ብህይወት ንምንባር እያ ትቃለስ ነይራ ብምባል ይምልሳሎም። እዞም ተምሃሮ ድማ ነዚ ምስ ሰምዑ ክጻወርዎ ኣይከኣሉን። ኣብ ዘለውዎ ደው ኢሎም ደሪቖም ተረፉ። እቲ ክገብርዋ ዝጸንሑን እቲ ናታ ሓዘን እቲ ናታ ሕማም ኣብ ሕሊንኦም ቅጅል ይብሎም እሞ ኣብ ዓብዪ ጣዕሳ ወደቑ። እተን ኣዶ ንግግረን ቀጸላ። ጓለይ ከምቲ ማንም ሰብ ሰብ ኮይኑ ንኽስምዓ ብቻ እያ ትደሊ ነይራ። ጓለይ ትምህርቲ ቤት መምጽኣ ምኽንያት ዘጫውታ ሰብ ንኽትረክብ ምናልባት ኣብዚ ትምህርቲ ቤት ሓደ ዘጫውታ ሓደ ዘማኽራ ዓርኪ እንተረኸበት ኢላ እያ ናብ ትምህርቲ ቤት ትመጽእ ነይራ ነገር ግን ንስኻትኩም ዋላ ሓደ ሰብ ካብ ብዛዕባኣ ግድ ኣይነበሮን ካብዚ ሓሊፉ እውን ተጋፍዕዋ ተባሳጭዋ ኔርኩም እዞም ተምሃሮ እዚ ምስ ሰምዑ እዚ ሓቂ እዚ ንኣእምርኦም ነኸኦም እዚ ኩሉ ስሓቅ እዚ ኩሉ ምብጫይ እዚ ኩሉ ጸርፊ እዚ ኩሉ መጽሓፍቲ እናወርወሩ ዝውዕዋ ዝነበሩ እዚ ኩሉ ተደማሚሩ ይረኣዮም እሞ ናይ ጸጸት ሓለንጊ ኣእምርኦም ሕልንኦም ክገርፎም ጀመረ። ኩሎም ድማ ብሓዘን ተውሓጡ። ናይ ጸጸትን ናይ ሕፍረትን ንብዓት ካብ ዓይኖም ብገጾም ብዘይ ምንም ምቁራጽ ክፈስስ ጀመረ። ነገር ግን ሜሪ የላን። ይቅርታ ናይ ምጥያቕ ዕድል ይቅርታ ናይ ምግባር ዕድል ሓቢሩ ምስኣ ተቐቢሩ እዩ። ይቅርታ ክጥይቕዋ እንተደለዩ እውን ሜሪ የላን። ተቐቢረ ኣቱም ሰባት ለካ ይቅርታ ክትጥየቕ ደሊኻ እውን ይቅርታ ዝገብረልካ ሰብ ክህለ ኣለዎ እና ቤተሰብ ሓደ ሰብ ብውሽጡ እንታይ ዓይነት ሓዘን እንታይ ዓይነት መከራ እንታይ ዓይነት ጭንቂ እንታይ ዓይነት ከቢድ ነገር ፀይሩ ከም ዘሎ ክንፈልጥ ኣይንኽእልን እንዛረበውን ቃላት መሪፅና ንዛረብ እንሰርሖም ስራሕቲ እናማዛዘና ንስራሕ ንሰባት ጎዳእቲ ክንኸውን የብልናን በተለይ ቃላትና መርዛማ ቃላት ክኾኑ የብሉን እንዛረቦም ቃላታት ክንጥንቀቐሉን ክንኽእል ኣለና ንሰባት ብህይወት ናይ ምንባሮም ትርጉም እምበር ሰባት ብኣነ ምኽንያት ተስፋ ንምቑራጾም ምኽንያት ኣይኮኑ። ስለዚ ንሰባት ብህይወት እናሃለዉ ፍቕሪ፣ ብህይወት እናሃለዉ ሓልዮት፣ ብህይወት እናሃለዉ ተስፋ ንሃቦም። ምኽንያቱ ጽባሕ ዘይክንረኽቦም ንኽእል ኢና።
ክቡራት ተዓዘብቲ ሳላሳን ገለን ደቂ ጌርና ሰሚዕኹማ ትኾኑ ኢኹም ብሕፂ ዝበለ ከምዚ ምሻሎ እቲ ናይ ቀደም ኣምፂኻ ንባዕሉ ምዝርጋሕ ናይ ሓደ ሰብ ቀደም ሂወታ ከምዚ ነይራ ቀደም ከምዚኣ ትገብር ነይራ ከምዚኣ ትገብር ነይራ ረእይዋ ምባል ንባዕሉ ርእሱ ዝኸኣለ ሽግር ርእሱ ዝኸኣለ ፀገም ነይርዋ ይኸውን ኣብቲ ግዜ እቲ ሓንቲ ሰብ ከምኡ ንክትገብር በቲ ናይ ናኑ ዝመፀ ዘረባ እንድዩ ወይ ሓንቲ ሰብ ኣካያድና ወላ ተካድና ሲጀመር ኣካያድና እያ ሪእና ኮን ኣካያድና ከምኡ ከም ነበረ ፀጉራ ፍልይ ዝበለ ምንባሩ ገለ እምበር ወላ ኣብኡ ትስርሕ ነራ ትኾን ገንዘብ ደልያሲ ኣብቲ እንዳባር ትስርሕ ነራ ትኾን ኣብኡ ወይተራ ከፋፋይት ነራ ትኾን ወይ ትሽዑ ዝነበረቶ ኩነታት ንከምኡ ዝዕድም ነይሩ ኸውን ሓደ ሰብሲ እቲ ቀደም ዝነበሮስ እንታይ ኮይኑ ከምኡ ኮይኑ ነይሩስ ኣይትፈልጥን ኢኻ ኣይኮነን ዶ ሕጂ ዘሎ ሕጂ እሞ ከዓ ብፍላይ ሕጂ ተቐይራ ትርኢ ኢኻ ኣብ ፅቡቕ ደረጃ ኣላ ተኮይና ወረ ሰብሲ ኣብ ፅቡቕ ደረጃ ነይሩስ ሃንደበት ናብ ሕማቕ ደረጃ ተወሪዱስ ከምዚ እኻ ክኮን ነርካ ንዓባ ናብኡ ተመለስ ለባም ኢኻ ነርካ ናዕ ናብኡ ተመለስ ከምዚ ዓይነት ሰብ ኢኻ ነርካ ናብኡ ተመለስ ሰብ ኣብቲ ቤተክርስትያን ዝመላለስ ዝነበረ ሰብ ናይ ቤተክርስትያን ስእሉ ምፃ ኣቢልካ ቀደም ቤተክርስትያን ትኸይድ ነርካ ሕጂ ግን እንዳባር ትኸይድ ኣለኻ ንዓባ ገለ ኢልካስ ነቲ ዝሓለፈ ህይወቱ ነቲ ጽቡቕ ኣምጺኻስ ንዓባ ናብዚ ደይብ ኢልካ ከም ሞቲቬት መግበሪ ክትጥቀመሉ ትኽእል። ሓደ ሰብ ቀደም ዝነበሮ ሕማቕ ኢልካ ትሓስብ ተኔርካ ግን ነቲ ሕማቕ እዩ ትብሎ እስኻ ጎጎቲትካ ጎጎቲትካ ብዝሓለፈ ቲክቶክ እዮም ሸር ዝብዋ ዘምጽኣ ዘለኹ ብዝስ ከመርእስቲ ገለ ደልየ ዘይኮንኩስ በቃ ቀጻሊ እዮም ዘምጽዋ ብዝሓለፍካዮስ የምጽዋ እዮም ኩሉ ግዜ ኩሉ ግዜሲ ከምዚ ከ ኢራ ኢሎም የምጽዎ እዮም እሳ ኣብዚ ግዜ እዚ ግን ምስ ደቃ ኮይና እንዳ ሰሓቀት ምስ ደቃ ኮይና እንዳ ዘናግዐት ምስ ደቃ ኮይና ሕጉስቲ እኻ ትሪኣ ማለት እዩ ስለዚ እዛ ሰብ እዚኣ ሕጉስቲ ኮይና ትሪኣ ኣለኻ ትኾንካ ምስ ደቃ ትስዕስዕ ምስ ደቃ ትሕጎስ ትሪኣ እንትለኻ ኮንካ ምስ ደቃ ኣብ ጽቡቕ ደረጃ ትሪኣ እንተኾንካ ሲ ነቲ ዘላቶ ኣጆኺ ዕድመን ጥዕናን ይሃብኪ ቀጽልዮ ገለ ኢኻ ክትብል ትኽእል እምበር ዕወላ ነይራ ከምዚ ነይራ ርእዋ ዝነበርቶ ምባል ትርጉም ዘለዎ ኣይኮነን ኣገዳሲ እውን ኣይኮነን ክብል ደሊ ላይክ ኣይትርስዑ ኣየሳእነና ስለ ትሉ ዘትከታተልኒ ብልቢ የመስግን የቀንየለይ ፋራይ ኦፊርካ እተ በልዕካ ጽገብ ተሃዲንካ ሙቕ ጎይካ ኺድ ሰዓት ይሃብካ ማዕተብ ንክሳድና ጣይታ ንካብድና ሃይማኖትና ለይለውጠልና ወይለ ኦፊርኩም እተው በልዕኩም ጽገቡ ተሃዲንኩም ሙቕ ጎይኩም ኪዱ ክንዲ ናይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒናዮ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ